ዜና ውሽጥን ወጻእን ሒዝናልኩም ቀሪብና ኣሎና። ክሳብ ፍጻሜ ምሳና ክትጸንሑ ብኽብሪ ዝዕድም ልዋም ተኽለ'የ። ፈለማ ኣርእስተ ዜና። ኤርትራ ኣብ ኣንጎላ ብዝተቓንዐ ዓስራይ ዋዕላ ውድብ ሃገራት ኣፍሪቃ ካሪብያንን ፓስፊክን ተሳቲፋ። ጨንፈር ኣገልግሎት ቁፅፅር ዞባ ጋሽባርካ ኣብ ዳህሳስ ኣከባቢያዊ ፅልዋ ፕሮጀክታት ሕርሻ ስልጠና ሂቡ ኣብ ንኡስ ዞባታት ሃይኮታን ሻምብቆን ኣብ ምምሕያሽ መስርሕ ምምሃርን ምስትምሃርን ዘተኮረ ስልጠናታት ተዋሂቡ መንግስቲ ፊሊፒንስ ሰራዊቱ ኣብ ባሕሪ ደቡብ ቻይና ዘካየዶ ምንቅስቓሳት ከስፍሖ ኣዚዙ። ኣብ ሕቡራት መንግስታት ኣሜሪካ ኣብ ዝሓለፈ ኣርብዓ ዓመታት እቲ ዝበርትዐ ቀዝሒ ተኸሲቱ።

ናብ ዝርዝሩ ክንሰግር፣ ኤርትራ ካብ ሽዱሽተ ክሳብ ትሽዓተ ታሕሳስ ኣብ ከተማ ሉዋንዳ ኣንጎላ ኣብ ዝተቓንዐ ዓስራይ ዋዕላ ውድብ ሃገራት ኣፍሪቃ፣ ካሪብያንን ፓሲፊክን ተሳቲፋ። ኣብዚ ሰለስተ ኣህጉርን ሰለስተ ውቅያኖሳትን ሓደ ሓበራዊ ዕጫ ምህናጽ ሓያልን ዘላቕን ውድብ ኣብ ትሕቲ ዝብል ቴማ ዝተኻየደ ዋዕላ፣ ኣምባሳደር ኤርትራ ኣብ ሕብረት ኤውሮጳን ሃገራት ቤነሉክስን ኣቶ ነጋሲ ካሳ ዝመርሖ ኣምባሳደር ኤርትራ ኣብ ሪፓብሊክ ደቡብ ኣፍሪቃን ሃገራት ደቡባዊ ዞባ ኣፍሪቃን ኣቶ ሳልሕ ዑመርን ጠቕላሊ ቆንስል ኤርትራ ኣብ ኣንጎላ ኣቶ ደሳለ ተኽለኣብን ዝርከብዎ ልኡኽ ኤርትራ ተሳቲፉ። እዚ ንመንእሰያት ዲያስፖራን ዋኒናትን ዝምልከት መድረኻትን ዘተን ኣኼባ ቤት ምኽሪ ሚኒስተራት ከምኡ'ውን ርክብ መራሕቲ ኣባል ሃገራት ዘእንገደ ዋዕላ ዝዘተየሎም ቀንዲ ዛዕባታት ብድሆታት ክሊማዊ ለውጢ፣ ቁጠባዊ ብዙሕነት፣ ከምኡ'ውን ብድሆታት ሰላምን ጸጥታን ይርከብዎም። ብዘይካ'ዚ፣ ብኣቦ ወንበር ቤት ምኽሪ ሚኒስተራት ውድብ ሃገራት ኣፍሪቃን ካሪብያንን ፓሲፊክን ንዝቐረበ ጸብጻብ ሰሚዑ፣ ጽሟቕ ጸብጻብ ርክብ መንእሰያት ዳያስፖራን ዋኒናትን ተመልኪቱ፣ ከምኡ'ውን ኣዋጅ ሉዋንዳ ኣጽዲቑ። እቲ ውድብ ኣብ ዘውጽኦ ደምዳሚ ኣዋጁ፣ ኣንጻር ኣብ ምምዕባል ዝርከባ ገለ ሃገራት ንዝውሰድ በይናዊ ዘይሕጋዊ እገዳታት ብምኹናን ንኣህጉራዊ ሕጊ ዝጻረር በይናዊ ስጉምትታት ብምንጻግን ንመንግስታትን ህዝብታትን ኣባል ሃገራት ደገፉ ደጊሙ ኣረጋጊጹ። ሰብዓን ትሽዓተን ኣባል ሃገራት ዝጥርንፍ ውድብ ሃገራት ኣፍሪቃ፣ ካሪብያንን ፓሲፊክን፣ ቅድሚ ሕጂ ብጉጅለ ሃገራት ኣፍሪቃ፣ ካሪብያንን ፓሲፊክን ዝፍለጥ ምስ ኤውሮጳዊ ሕብረት ጥራይ ዝተሓጽረ ሽርክነት ዝነበሮን ኮይኑ፣ ኣብ ክልተ ሽሕን ዕስራን ሽርክነቱ ብምስፋሕ ስሙ ከም ዝቐየረ ዝፍለጥ'ዩ። ጨንፈር ኣገልግሎት ቁፅፅር ዞባ ጋሽ ባርካ ኣብ ዳህሳስ ኣከባቢያዊ ፅልዋ ፕሮጀክታት ሕርሻ ዘተኮረ ናይ ሰለስተ መዓልታት ስልጠና ምስቲ ዛዕባ ምትእስሳር ንዘለዎም ሓለፍቲ ሞያውያንን ሓረስቶትን ኣብ ተሰነይ ወዲቡ። ወኪል ርኤና ሃብቶም ብርሃነ ንዝለኣኾ ፀብፃብ ያቆብ ገብረትንሳኤ ከቕርቦ እዩ።
እቲ ስልጠና ዳህሳስ ኣከባቢያዊ ጽልዋ ፕሮጀክታት ሕርሻ፣ ምሕደራ ባህርያዊ ሃብቲ ከምኡውን መምርሒታት ኣገባባት ዳህሳስ ኣከባቢያዊ ጽልዋ ኣብ ሕርሻዊ ፕሮጀክትታት ዘጠቓለለ ምንባሩ ሓላፊ ኣሃዱ ቁጽጽር ባህርያዊ ሃብቲ ኣቶ ሓጎስ ጊላይ ገሊጹ። ዕላማ'ቲ ስልጠና መሻርኽቲ ኣካላት ብዛዕባ ዳህሳስ ኣከባቢያዊ ጽልዋ ዘለዎም ኣፍልጦ ክብ ብምባል ኣብ ኣከባቢ ዝወርድ ዕንወት ኣብ ምጉዳልን እቶታውነት ሕርሻ ኣብ ምዕባይን ኣበርክቶ ንኽገብሩ ከምኡውን ቅድሚ ሕጂ ዝተሰርሑ ፕሮጀክትታት ኣብ ኣከባቢ ዘስዕብዎ ጉድኣት ብምርዳእ ነቲ ተፈጢሩ ዘሎ ፀገም መፍትሒ ዝግበረሉ መንገዲ ንምንዳይ ዝዓለመ ምዃኑ ኣቶ ሓጎስ ብተወሳኺ ኣብሪሁ። ክኢላ ኣሃዱ ቁፅፅር ባህርያዊ ሃብቲ መንእሰይ ፍስሃ ዘርኣብሩኽ ብወገኑ ኣብ ሕርሻ ዝግበር ወፍሪ ኣብ ኣከባብን ስነ ህይወታውያን ብዙሕነትን ዕንወት ከውርድ ስለ ዝኽእል ፕሮጀክትታት ኣከባብያዊ ዳህሳስ ተኻይድሉ ፅልውኡ ብመጠን ኣፍራይነቱ ተራእዩ ክትግበር ኣዘኻኺሩ። ተሳተፍቲ ብግደኦም፣ ኣብ ከባቢኦም ናይ ዘሎ ጀራዲን ዓይነት ሓመድ ክጽናዕ፣ ብኢደ ዋኒኖም መሬት ዘስፍሑ ሓረስቶት ምቁጽጻር ክግበረሎም፣ ባህርያዊ ድኹዒ ብሰፊሑ ክዝውተር ዝብልን ካልእን ርእይቶታት ኣቕሪቦም። ኣብ መወዳእታ ወነንቲ ጀራዲን ውሕሉልን ቆጣብን ኣገባባት ኣጠቓቕማ ማይን ኣከባብን ክኽተሉ፣ ቀጻልነት ባህርያዊ ከባቢ ንምውሓስ ክጽዕሩ፣ ብመልክዕ ኮምፖስት ዝተዳለወ ባህርያዊ ድኹዒ ክጥቀሙ፣ ከምኡ'ውን ንሓመድ ዝሃሲ ከሚካላት ከወግዱ ለበዋ ቀሪቡ። ኣብ ዞባ ጋሽ ባርካ ክሕረስ ካብ ዝኽል ኣርባዕተ ሚእትን ሰማንያን ትሽዓተን ሽሕን ሰለስተ ሚእትን ሰላሳን ሄክታር እቲ ክልተ ሚእትን ዕስራን ሸሞንተን ሽሕን ሓሙሽተ ሚእትን ሰብዓን ትሽዓተን ሄክታር ክዕደል ከሎ ሓምሳን ሓደን ሽሕ ሄክታር ብኮንቾ ሴነ ከም ዝለምዕ ምንጪ ማይ ከኣ ኣብ ኣርባዕተ ዓበይቲ ሩባታትን ዓሰርተ ሸሞንተ ዲጋታትን ከም ዝምርኮስ ሰነዳት እቲ ዞባ የንጽር። ኣካየዲ ስራሕ ንኡስ ዞባ ተሰነይ ኣቶ ተስፋዝጊ ዑቕባዝጊ ኣብ ዘስምዖ መዕጸዊ ቃል፣ ብፍኑው ኣገባባት ዝካየድ ምስፍሕፋሕ ሕርሻዊ መሬት ቁጽጽር ክግበረሉ፣ ንባህርያዊ ሃብቲ ዝጻረር ንጥፈታት ዓገብ ምባልን ናብ ሕጊ ምቕራብን ድማ ዜግነታዊ ሓላፍነት ምዃኑ ብምዝኽኻር፣ ኩሉ ዓቕሚ ዘለዎ ኣውፋሪ ሕርሻዊ መሬት ምስ ዝደሊ ብሕጋዊ መንገዲ ክኸውን ኣገንዚቡ።
ኣብ ንኡስ ዞባታት ሃይኮታን ሻምብቆን ኣብ ምሕያል ብቕዓት ትምህርቲ ብሓፈሻ ምምሕያሽ መስርሕ ምምሃርን ምስትምሃርን ድማ ብፍላይ ዘተኮረ ስልጠናታት ንርእሰ መምህራን መምህራንን ኮሚተ ወለድን ተዋሂቡ ኣብ ንኡስ ዞባ ሃይኮታ ካብ ዓሰርተ ኣርባዕተ ክሳብ ዓሰርተ ሽዱሽተ ታሕሳስ ዝተኻየደ ስልጠና ኣገዳስነት ንተምሃራይ ዘሳተፈ ኣገባብ ኣመሃህራ፣ ምድላው ውጥን ከምኡ እውን ኣወሃህባ ንጥፈት ንተምሃሮን ውፅኢት መዘናዊ ትምህርትን ዝብሉ ዛዕባታት ዘጠቓለለ ምንባሩ ሓላፊ ቤት ፅሕፈት ትምህርቲ ኣብቲ ንኡስ ዞባ መምህር ዓብደልቓድር ዓብደላ ገሊፁ። ካብ ኣሰልጠንቲ መምህር ሳልሕ መሓመድ ብወገኑ፣ እቲ ስልጠና ርእሰ መምህራን፣ መምህራንን ኮሚተ ወለድን ኣብ ምምሕያሽ ብቕዓት ትምህርቲ ክጻወትዎ ዝግባእ ተራ ዘነጽርን ኣበርክትኦም ክብ ንምባል ዝሕግዝን ምዃኑ ኣረዲኡ። ካብ ዓሰርተ ሸውዓተ ክሳብ ዓሰርተ ትሽዓተ ታሕሳስ ኣብ ንኡስ ዞባ ሻምብቆ ዝተዋህበ ተመሳሳሊ ስልጠና ድማ ኣብ ዝሓሸ ሜላታት ኣመሃህራን ኣገባብ መምዘኒ ብቕዓት ተመሃሮን ዘተኮረ ምንባሩ ዝጠቐሰ ሓላፊ ቤት ፅሕፈት ትምህርቲ ኣብቲ ንኡስ ዞባ መምህር መሓሪ ተሾመ፣ ኣብ ባይታ ንክስረሓሉ ኩሎም ሰልጠንቲ ብሓላፍነት ክንቀሳቐሱ ኣተሓሳሲቡ። ኣብ ጨንፈር ሚኒስትር ትምህርቲ ዞባ ጋሽ ባርካ ሓላፊ ስነ ምምህርና መምህር ሓይልኣብ ኣርኣያ ብወገኑ፣ እቲ ስልጠና ኣብያተ ትምህርቲ ብውጥን ተቐይደን ክሰርሓ ከምኡ እውን ኣብ መስርሕ ምምሃርን ምስትምሃርን ዝኽተልኦ ሜላታት ኣሐይለን ሽግራት ንምቅላል ሓበራዊ ስጉምቲ ክወስዳ ከምዝሕግዘን ብምሕባር፣ ኣገልግሎታት ቅድመ ትምህርትን መባእታን መሰረት ዝቕጽል ጉዕዞ ትምህርቲ ስለዝኾነ ልዑል ኣተኩሮ ክወሃቦ ኣዘኻኺሩ። ኣብ ንኡስ ዞባ ዓዲ-ዃላ ዘራእቲ ስድራ ስዉኣት ኣብ ምክልኻል ሃገር ዝርከቡን ጽጉማት ወገናትን ብወፈራ ከምእተኣከበ ኣካያዲ ስራሕ ምምሕዳር'ቲ ንኡስ ዞባ ኣቶ ተስፋይ ኣብርሃ ሓቢሩ። እቲ ብ እቲ ወፈራ ብተሳታፍነት ስራሕተኛታት ትካላት መንግስቲ፣ ህዝብን ተምሃሮን ከም እተኻየደ ዝገለፀ ኣቶ ተስፋይ፣ በቲ ካብ መጀመርያ ወርሒ ጥቅምቲ ክሳብ መፋርቕ ወርሒ ታሕሳስ ኣብ ዕስራን ክልተን ምምሕዳራት ከባቢ ዝተሰላሰለ ዕማም ሽዱሽተ ሚእትን ሰማንያን ሸውዓተን ሄክታር ናይ ሰለስተ ሽሕን ሽዱሽተ ሚእትን ሰብዓን ሓደን ስድራቤታት ከም እተዓፅደ ኣፍሊጡ። እቲ ማእቶት መቐጸልታ ናይቲ በብዓመቱ ዝግበር ሓገዛት ምዃኑ ጠቒሱ ድማ፣ ምሕጋዝ ጽጉማት ወገናት ካብ ቀንዲ ክብርታት ህዝቢ ኤርትራ ብምዃኑ ብኹሉ ዜጋ ክሰዓብ ከምዝግባእ ኣዘኻኺሩ። ተሳተፍቲ ኣብ ዝሃብዎ ርእይቶ፣ ምሕጋዝ ጽጉማት ወገናት ብሓፈሻ ስድራ ስዉኣት ድማ ብፍላይ ሕልና ዘቐስን ተግባር ምዃኑ ብምግላጽ፣ ኣእካል ኣብ ቆፎኡ ክሳብ ዝኣቱ ሓገዞም ቀጻሊ ምዃኑ ኣረጋጊጾም። ብ ዕስራን ሓደን ታሕሳስ ኣብ ሰዓታት ንግሆ ኣብ መስመር ሰንዓፈ ኣስመራ ብዘጋጠመ ሓደጋ ምግምጣል ኣውቶቡስ ጓል ሰብዓን ሽዱሽተን ዓመት ዜጋ ህይወታ ሓሊፋ። ንብረት ኩባንያ ኣገልግሎት ህዝባዊ መጓዓዝያ ሓራት ዝኾነት ኢኣር-ሰለስተ-ኤ-ሽዱሽተ፣ ሽዱሽተ ሓሙሽተ ሰላሳን ሸሞንተን ሰሌዳ ዝሰቐለት ኣውቶቡስ ሰላሳን ሸሞንተን ተሳፈርቲ ጽዒና ካብ ከተማ ሰንዓፈ ተበጊሳ ኣብ ከባቢ ምናሕ ንኡስ ዞባ ዓዲ ቐይሕ ምስ በጽሐት ብምግምጣላ'ዩ እቲ ሓደጋ ኣጋጢሙ። በቲ ሓደጋ ኣርባዕተ ብኸቢድ ዝተሃስዩ ዝርከብዎም፣ ዓሰርተ ሽዱሽተ ተሳፈርቲ ኣካላዊ ግድኣት ክወርዶም ከሎ፣ መጉዳእቶም ፎኪስ ዝኾነ ሸውዓተ ሕክምናዊ ረድኤት ተገይሩሎም ነናብ ቤቶም ከም እተፋነዉ፣ ዝተረፉ ድማ ኣብ ሆስፒታላት ዓዲ ቐይሕን ኦሮታን ክንክን ይግበረሎም ከም ዘሎ ካብ መደበር ፖሊስ ንኡስ ዞባ ዓዲ ቐይሕ ዝተረኽበ ሓበሬታ ኣፍሊጡ። መርማሪ ሓደጋ ኣቶ ኣሰፋው ገብሩ ንኤሪና ኣብ ዝሃቦ ሓበሬታ፣ እቲ ጠንቂ ናህሪ ክኸውን ከም ዝኽእል ኣፈናዊ ሓበሬታ ከም ዝእምት ብምጥቃስ፣ መራሕቲ መካይን ሃዲኦም ክጓዓዙን ኣቓልቦኦም ምስ መካይኖም ክኸውንን ኣተሓሳሲቡ። ቀጺሉ ዝቐርብ ዜና ወጻኢ ምክትታሎም ክትቅጽሉ ድማ ደጊመ ብኽብሪ ይዕድም። ኣብ ዜናታት ወፃኢ ክንሰግር መንግስቲ ፊሊፒንስ ሰራዊቱ ኣብ ባሕሪ ደቡብ ቻይና ዘካየዶ ምንቅስቓሳት ከስፍሖ ሎሚ 22 ታሕሳስ ኣዚዙ እቲ መንግስቲ ነዚ ትእዛዝ ዘመሓላለፈ ቻይና ኣብቲ ከባቢ ንፀጥታ ሃገሩ ብኣሉታ ዝፀሉ ንጥፈታት ተካይድ ከም ዘላ ብምውቃስ እዩ ይኹን እምበር ቻይና ነዚ መንግስቲ ፍሊፒንስ ዘቕረቦ ወቐሳን ኣመሓላሊፍዎ ዘሎ ወተሃደራዊ ትእዛዝን ኣመልኪታ ዝሃበቶ ምላሽ ዛጊት የለን። እዚ ሓድሽ ምዕባለታት ኣብ ሞንጎ ቻይናን ፍሊፒንስን ዘይምቅዳው ከየስዕብ ስግኣት ኣሎ። እዚ ከምዚ ኢሉ እንከሎ ኣብ ባሕሪ ደቡብ ቻይና ዝግበር ሓድሽ ወተሃደራዊ ምንቅስቓሳት፣ ብሰንኪ ሞያዊ እጀታ ኣብቲ ከባቢ ተፈጢሩ ንዘሎ ጸጥታዊ ዘይምርግጋእ መሊሱ ከኽርሮ ከምዝኽእል ናይ ቀረባ ተዓዘብቲ ይእምቱ። ቻይናን ፍሊፒንስን ኣብ ባሕሪ ደቡብ ቻይና እጀታ ከምዘለወን ዝምጉታ ሃገራት ኮይነን፣ ቻይና ዝዓበየ ክፋል ናይቲ ሞያዊ ኣካል ዋንነታ ከምዝኾነ'ያ እትገልጽ። ኣብ ሰሜናውን ምዕራባውን ክፋላት ሕቡራት መንግስታት ኣሜሪካ ኣብ ዝሓለፈ ኣርብዓ ዓመታት እቲ ዝበርተዐ ምዃኑ ዝተገልጸ ቀዝሒ ተኸሲቱ። እቲ ኩነታት ኣየር ኣብ ዝመጽእ መዓልታት መሊሱ ክገድድ ከም ዝኽእል ዝእምት መንግስቲ ኣሜሪካ ኣብ ሰላሳን ሸውዓተን ክፍላት ሃገር ናይ መጠንቀቕታ መልእኽቲ ኣመሓላሊፉ'ሎ። ብመሰረት ሓበሬታ ክኢላታት ሜትሮሎጂ፣ ኣብ ዝመጽእ ቀረባ መዓልታት ኣብ ገለ ክፍላተ ኣሜሪካ መጠን ዛሕሊ ናብ ኣሉታ ኣርብዓን ሓሙሽተን ዲግሪ ሰንቲግሬድ ክወርድ ከምዝኽእል ተፈሊጡ'ሎ። ብሰንኪ'ቲ ሕማቕ ኩነታት ኣየር፣ ልዕሊ ቴስዓ ሚልዮን ህዝቢ ኣሜሪካ ብኣሉታ ክጽሎ ከምዝኽእል ብኣግኡ ይእመት። እቲ ተርእዮ ድሕሪ ሽሕ ትሽዓተ ሚእትን ሰማንያታት ኣብ ኣሜሪካ ካብ ዘጋጠመ ተመሳሳሊ ክስተት ዝኸፈኣ ምዃኑ ጸብጻባት የረድኡ። ብደረጃ ዓለም ዝኸሰት ዘሎ ብርቱዕ ቀዝሕን ማዕበላዊ ዋዕን ሳዕቤናት ክሊማዊ ነውጺ ምዃኑ ክኢላታት ይሕብሩ። ኣብ ኤውሮጳ ብሓፈሻ፣ ብሪጣንያ ድማ ብፍላይ ተኸሲቱ ዘሎ ናህሪ ዋጋታት ዘስዓቦ ስራሕ ናይ ምቁራጽ ኣድማታት እናሓየለ ይመጽእ ከምዘሎ ተገሊጹ። እዚ ዝተሓበረ፣ ኣሽሓት መራሕቲ መካይን ዓባይ ብሪጣንያ ንሰራሕተኛታት ጥዕና ዘካይድዎ ዘለዉ ኣድማ ሎሚ ዕስራን ክልተን ታሕሳስ ከም እተጸንበርዎ ድሕሪ ምቅልሑ'ዩ። መራሕቲ መካይን ዓባይ ብሪጣንያ ኣብ ዌልስ፣ ሰሜን ኣየርላንድን ካልኦት ከባቢታትን ናይ ሓደ መዓልቲ ኣድማ ከም ዘካይዱ'ዩ ተሓቢሩ። ኣብ ብሪጣንያ ልዕሊ ሚእቲ ሽሕ ሰራሕተኛታት ጥዕና ዝሳተፍዎ ዘለዉ ኣድማ ይካየድ ከም ዘሎ ዝጠቐሱ ጸብጻባት፣ እዚ ተደጋጋሚ ኣድማታት ኣብ ቁጠባ'ታ ሃገር ከቢድ ቅልውላው የስዕብ ከም ዘሎ የረድኡ። መንግስቲ ብሪጣንያ ኣብዚ እዋን እዚ ወሰኽ ደሞዝ ክገብር ቁጠባዊ ዓቕሚ ከም ዝጎድሎ ብምሕባር ሰራሕተኛታት ናብ ስርሖም ክምለሱ ክጽውዕ ጸኒሑ ዘሎ ኣብ ብሪጣንያ ጥራይ ዘይኮነ ኣብ ካልኦት ሃገራት ኤውሮጳ'ውን ተመሳሳሊ ኣድማታት ይካየድ ከም ዘሎ ይግለጽ። ኲናት ዩክረይንን ኣብ ልዕሊ ሩስያ ዝጸድቕ ዘሎ እገዳታትን ከምኡ'ውን ለበዳ ኮሮናቫይረስን ክሊማዊ ነውጽን ቀንዲ ጠንቅታት ናይቲ ኣብ ኤውሮጳ ተኸሲቱ ዘሎ ቁጠባዊ ቅልውላዋት ምዃኑ ይጥቀስ። ኪዳን ሰሜን ኣትላንቲክ፣ ኔቶ፣ ኣብ ወሰናስን ዶባት ሩስያ ዘለዎ ህላወ ናይ ምድልዳል ከምኡ ንፊንላንድን ሽወደንን ንምጽንባር ዝገብሮ ዘሎ ንጥፈታት፣ ሩስያ ኣብ መዋቕር ሓይልታት ምክልኻላ መሰረታዊ ለውጢ ክትገብር ከምዘገድዳ ሚኒስትሪ ምክልኻል ሩስያ ትማል ዕስራን ሓደን ታሕሳስ ኣሚሙ። ሚኒስተር ምክልኻል ሩስያ ሰርጌ ሸይጉ ኣብ ዝሃቦ መግለጺ፣ ቁጽሪ ንጡፍ ተዋጋኢ ሰራዊት ሃገሩ ናብ ሓደ ነጥቢ ሓሙሽተ ሚልዮን ክብ ክብል፣ ኣብ ሰሜናዊ ምዕራብ ዶባት ሩስያ ፍሉይ ሓይልታት ሰራዊት ክዋፈር ዝርከቦ ዝተፈላለየ መሰረታዊ ለውጥታት ምክያድ ግዜ ዝጠልቦ ምዃኑ'ዩ ሓቢሩ። ብዘይካዚ ሚኒስትሪ ምክልኻል ሩስያ፣ ተወሰኽቲ ኣሃዱታት ከቢድ ብረት፣ ሓይልታት ምድሪ፣ ኣየርን ባሕርን ብምቛም ዓቕሚ ሰራዊት ምትርናዕን ዝህልዎ ሸፈነ ናይ ምስፋሕን ስጉምቲ ክወስድን ዝብል እማመ ኣቕሪቡ ኣሎ። ፕረዚደንት ቭላድሚር ፑቲን ነቲ ዝቐረበ እማመ ብምቕባል ንተግባራውነቱ ክስራሕ ምዃኑ ኣፍሊጡ። ምስፍሕፋሕ ናይቲ ብኣሜሪካ ዝምራሕ ኪዳን ሰሜን ኣትላንቲክ፣ ኔቶ፣ ናብ ወሰናስን ሃገሩ ዝፈጥሮ ጸጥታዊ ስግኣት ምእላይ፣ ካብ መሰረታውያን ጠንቅታት ናይ ኲናት ዩክረይን ምዃኑ'ዩ መንግስቲ ሩስያ ክገልጽ ጸኒሑ። ንምጽንባር ሽወደንን ፊንላንድን ናብ ኪዳን ሰሜን ኣትላንቲክ፣ ኔቶ፣ ብዘይካ ቱርክን ሃንጋርን ካልኦት ኣባላት ከም እተቐበልኦ እዩ ዝግለጽ። ሩስያን ዩክረይንን ግዳይ ምትእትታው ግዳማውያን ሓይልታት ምዃነን ዝሓበረ ፕሬዝደንት ፑቲን፣ ክልቲኤን ሃገራት ንሕሰም ናይቲ ኲናት ብሓባር ይቋደንሰኦ ከምዘለዋ'ዩ ገሊጹ። እዚ ከምዚሉ እንከሎ፣ ምክትል ዋና ጸሓፊ ባይቶ ጸጥታ ሩስያ ዲሜትሪ ሜድቨደቭ ትማሊ ዕስራን ሓደን ታሕሳስ ኣብ ከተማ ቤይጂንግ ብምብጻሕ ምስ ፕሬዝደንት ሺ ጂንፒንግ ተራኺቡ ከምእተዘራረበ ተቓሊሑ። ኣብቲ ርክብ ብዛዕባ ስትራቴጂካዊ ዝምድና ክልቲኤን ሃገራትን ኲናት ዩክረይንን ኣተኲሮም ከም እተዘራረቡ'ዩ ድሜትሪ ሜድቨደቭ ሓቢሩ። ቻይናን ሩስያን ዘለወን ስትራቴጂካዊ ዝምድና ንምትርናዕ ሓያሎ ስጉምትታት ክወስዳን ተኸታታሊ ርክባት ላዕለዎት ሰብ መዚ ከካይዳን ምጽንሐን ይፍለጥ። ፕሬዝደንት ኣሜሪካ ጆ ባይደን ኲናት ዩክሬን ክንዲ ዝወሰደ ግዜ ይውሰድ ኣሜሪካ ንዩክሬን እትገብሮ ኩሉመድያዊ ደገፍ ከምዝቕጽል ሓቢሩ። ፕሬዝደንት ባይደን ነዚ ዝገለጸ ትማሊ ዕስራን ሓደን ታሕሳስ ምስ ፕሬዝደንት ዩክሬን ቮሎድሚር ዘለንስኪ ኣብ ከተማ ዋሽንግተን ኣብ ዘካየዶ ርክብ እዩ። ፕሬዝደንት ዘለንስኪ ንባይቶ ኣሜሪካ ኣብ ዘስምዖ መደረ ኣሜሪካ ንሃገሩ ትገብሮ ዘላ ደገፍ ክትቅጽሎ'ዩ ተማሕጺኑ። ፕሬዝደንት ዘለንስኪ ነዚ ዑደት ዝፈጸመ፣ ዓቃባዊ ሰልፊ ኣሜሪካ እቲ ንዩክረይን ዝግበር ዘሎ ገዚፍ ወተሃደራውን ሎጂስቲካውን ደገፍ ዳግመ ግምት ክገብረሉ ኣብ ዝጽውዓሉ ዘሎ እዋን'ዩ። ኣሜሪካ ፓትሪዮት ዝተሰምየ ስርዓት መከላኸሊ ሚሳይል ዝርከቦ ናይ ሓደ ነጥቢ ሰማንያን ሓሙሽተን ቢልዮን ዶላር ተወሳኺ ወተሃደራዊ ደገፍ ንዩክረይን ከምእትገብር ትማሊ ዕስራን ሓደን ታሕሳስ ብወግዒ ምሕባራ ይፍለጥ። ኣሜሪካ ንዩክሬን ዛጊት ናይ ልዕሊ ሰብዓ ቢልዮን ዶላር ዝግመት ወተሃደራውን ሎጀስቲካውን ደገፍ ከምዝገበረት ጸብጻባት ይሕብሩ። እዚ ገዚፍ ወተሃደራዊ ደገፍ ነቲ ኲናት ንምግዳድ እንተዘይኮይኑ ካልእ ፋይዳ ከምዘይብሉ እትሕብር ሩስያ ብትሪ ክትቃወሞ ጸኒሓ ኣላ። እዚ ኣብ ቀረባ እዋን ዝዓርፍ ዘይመስል ኲናት ኣብ ሞንጎ ኣሜሪካን ሩስያን ቀጥታዊ ወተሃደራዊ ረጽሚ ከየስዕብ ሻቕሎት ፈጢሩ ኣሎ። መንግስቲ ጋምቢያ ትማሊ ዕስራን ሓደን ታሕሳስ ክካየድ ንዝተወጠነ ፈተነ ዕልዋ ከምዘፍሸለ ኣብ ዘውጽኦ መግለጺ ኣፍሊጡ። ነቲ ንፕሬዝደንት ኣዳማ ባሮው ንምእላይ ዝተኻየደ ፍሹል ፈተነ ከምዝሃንደሱ ዝተጠርጠሩ ኣርባዕተ ኣባላት ሰራዊት'ታ ሃገር ኣብ ትሕቲ ቀይዲ ከምዝኣተዉ መንግስቲ ጋምቢያ ሓቢሩ'ሎ። ሓይልታት ጸጥታ ተወሰኽቲ ጥርጡራት ንምሓዝ ስርሒት የካይዱ ምህላዎም'ውን እቲ መንግስቲ ኣፍሊጡ። ኣብ ማሊ ኣብ ግንቦት ክልተ ሽሕን ዕስራን ሓደን፣ ኣብ ጊኒ ኮናክሪ ኣብ መስከረም ክልተ ሽሕን ዕስራን ሓደን፣ ኣብ ቡርኪናፋሶ ድማ ኣብ ወርሓ ጥርን መስከረምን ክልተ ሽሕን ዕስራን ክልተን ዕልዋታት ከምእተኻየደ ይፍለጥ። እዚ ኣብተን ሃገራት ብጉጅለታት ሰራዊት ዝተፈጸመ ዕልዋታት ንጸጥታ ዞባ ምዕራብ ኣፍሪቃ ኣብ ሓደጋ ኣውዲቕዎ ከምዘሎ'ዩ ዝሕበር። ባይቶ ጸጥታ ሕቡራት ሃገራት ኣብ ልዕሊ ዲሞክራስያዊት ሪፓብሊክ ኮንጎ ኣጽኒዕዎ ዝጸንሐ እገዳታት ኣጽዋር ናይ ምፍዃስ ስጉምቲ ከም ዝወሰደ ተገሊጹ። መንግስቲ ኮንጎ ኪንሻሳ ነቲ ብ ባይቶ ጸጥታ ዝተወስደ ስጉምቲ ምትዕርራይ ዘይሕጋዊ ስጉምቲ ክብል ገሊጽዎ ኣሎ። ባይቶ ጸጥታ ሕቡራት ሃገራት ካብ ክልተ ሽሕ ዓመተ ምህረት ኣብ ልዕሊ ዲሞክራስያዊት ሪፓብሊክ ኮንጎ ናይ ኣጽዋር እገዳ ወሲኑ ምጽንሑ ጸብጻባት ይሕብሩ። እቲ ስጉምቲ ኣንጻር ሽበራውያን ዕጡቓት ንዝካየድ ስርሒታት ብኣሉታ ዝጸሉ ምዃኑ ዝወቀስ መንግስቲ ዲሞክራሲያዊት ሪፓብሊክ ኮንጎ ክለዓል እዩ ክጽውዕ ጸኒሑ። ዜና ቅድሚ ምዝዛምና ኣርእስታቱ ክንደግመልኩም። ኤርትራ ኣብ ኣንጎላ ኣብ ዝተቓንዐ ዓስራይ ዋዕላ ውድብ ሃገራት ኣፍሪቃ ካሪብያንን ፓሲፊክን ተሳቲፋ ጨንፈር ኣገልግሎት ቁፅፅር ዞባ ጋሽ ባርካ ኣብ ዳህሳስ ኣከባቢያዊ ፅልዋ ፕሮጀክታት ሕርሻ ስልጠና ሂቡ ኣብ ንኡስ ዞባታት ሃይኮታን ሻምብቆን ኣብ ምምሕያሽ መስርሕ ምምሃርን ምስትምሃርን ዘተኮረ ስልጠናታት ተዋሂቡ። መንግስቲ ፊሊፒንስ ሰራዊቱ ኣብ ባህር ደቡብ ቻይና ዘካይዶ ምንቅስቓሳት ከስፍሖ ኣዚዙ። ኣብ ሕቡራት መንግስታት ኣሜሪካ ኣብ ዝሓለፈ ኣርባ ዓመታት እቲ ዝበርትዐ ቀዝሒ ተኸሲቱ ኣብ ብሪጣንያ ናህሪ ዋጋታት ዘስዓቦ ስራሕ ናይ ምቁራፅ ኣድማታት እናሓየለ ይመፅእ ከም ዘሎ ተገሊፁ